ናብ ተፈቃሪት ሕጂ እዛ ፅሕፈልኪ ዘለኹ ፅሕፍቲ ዝተነኸአ ቁስለይ ከሐዊለ ዘይኮንኩ እቲ ዝተነኽኣ ኣተሓሳስባኺ ገለ ተትዓርይለ እየ። እዚ ነገር ዝኸውን እንተኾይኑ ግን መጀመርያ በቲ ኣብ ልዕለይ ዝወሰድክዮ ስጉምቲ ኩሉ በደላትኪ ክጽብጽበልኪ ኣለኒ። ንምንታይ ኢኺ ቃንዛ ከም ቀደመይ ከይጸሮ ጥዑም ኣስሚዕኪ ኣብ ሰንፈላል ትገድፍኒ? ኣነ ደኣ ወሲነ እንድየ ነይረ ካብ ገጽኪ ተኸዊለ ነቲ ዘይርሳዕ ናይ በይነይ ፍቕሪ ኣብ ኣእምሮይ ክሓኮ ምስ ፈተንኩ ኣብ መንጎ መጺኺ ነዛ ሃስስ ፍቕረይ ኣድሚቕክዮ ጸኒሑ ድማ ናይ ቅድም ባህሪኺ ተመላሊሱኒ ፍቕሪ ብቓል እምበር ብግብሪ ትፈልጥዮ ኮይኑ ኣይስምዓንን እዩ ፍቕሪ ሒዘ ቀሪበኪ ፍቕሪ ሒዘ ብንጹህን ሓቀኛን ልቢ መጺኤኪ፣ ንስኺ ግን ንፈቃር ልቢ ዘሳሲ ባህሪ ኣይነበረክን። መጻኢኺ ክትሓስብሉ ምዒደኪ፣ ብዙሓት ምጥማት ሳዕቤኑ ኣእንፊተልኪ፣ ነዚ ዝሰምዕ እዝኒ ኣይነበረክን። ንእስነት ጥዑም'ዩ፣ ብኸመይ ትነብሮ እዩ እቲ ሽግር። ከምቲ ንስኺ ኣነ'ውን እኮ ኣብቲ ውዑይ ዕድመ ንእስነት'የ ዘለኹ። ከምቲ ንስኺ። ንኻልእ ትጥምትዮ ንዓይ ውን ዝጥምታ ኣዒንቲ ኣለዋኒ ከምቲ ንስኺ ብኻልኦት ትብሃጊ ዝመስለኪ ንዓይ ውን ብዙሓት ዝብህጋኒ ኣዒንቲ ኣለዋ ግንከ ኣብዛ ዓለም ከም ሰበኽ ሳግም ንቕድሜና ኣብ ዝመቸኣልና ንነብር ኣይኮናን ነቲ ተሃዊኽና ንደፍኦ ተደቢርና ኢና ንሓፍሶ ነቲ ጎደሎና ክንምልእ ናብ ድሕሪት ተመሊስና ኢና ንጸባጸብ እስከ ክሓተኪ ፍቅሪ ቅድመ ኩነት ኣለዎ ዶ ትብሊ ኣረዳድኣኪ ክግንዘቦ ተኮይነ ብቅድመ ኩነት ኢኪ ተፍቅሪ ምናልባት ተፍቅሪ ተበልኩ ፍቅሪ ይብል ከይህሉ እናተሰከፍኩየ ብኮን ደኮን ትፈትዊ ክብል ይሕሸኒ ንፍቅሪ ኣባይ ብዓይኒ ዝናን ገንዘብን ክብርን ክትሽቅጥሉ ፈቲንኪ ግን ክገርመኪ ሓቀኛ ልቢ ፍልጥቲ እያ ዓይንኺ ተነብዐ ንውሽጠይ ዝመለኽክኒ ኣይምሰልኪ ንብዓትኪ ኮረር ኮረር ኢሎም ክፈሱ ከለዉ መልሓስኪ ብምድፈናቕ ተተኾላለፈ መበገሲኦም ዝጠፍኣኒ ምስለኪ ተነይሩ ከተሽክዐኒ ምፍታንኪ ንነብስኺ ሕዘንላ ሓቀኛ ፍቕሪ ተዋስኦ ኣይኮነን ሓቀኛ ፍቕሪ ብኹንታል ድርዳር ቃላት ዝግለጽ ኣይኮነን ሓቀኛ ፍቕሪ ብቐበዝበዝ ኣዒንቲ ከተረድእ ምኽኣል ኣይኮነን። ሓቀኛ ፍቕሪ ብመንፈስን ልብን ትረዳዳኣሉ ቛንቋ'ዩ። ሓቀኛ ፍቕሪ ልሳንካ ከይተዛረበት ብልብታትካ እሂን ምሂን ትበሃለሉ ዝዓበየ ህያብ ፈጣሪ'ዩ። ስለዚ ሓደራኺ ንፍቕሪ ትስሕትዮ ከይትህልዊ። ክገርመኪ ክሳብ ሕጂ ይፈትወኪ'የ። ፍቕሪ ብኣበራትን እንትታትን ዝዕገት ኣይኮነን።

ዕድመ ንባዕሉ ኣብ ሓደ ኩርናዕ ደው ኢሉ ይፈልጥን'ዩ። ኣብ ህይወት ጌጋ ሓንቲ ግዜ ምዃና ፍለጢ። ደጋጊምካ ኣብ ጌጋ ምንባር ሳዕቤኑ ትርፎ ጣዕሳን ምምራርን ካልእ ዝዓብሰልኪ የብሉን። ንሰብ ከም ዘለዎ በታ ጉድለቱ ተቐበልዮ። ሰብ ኮይኑ ምሉእ ኮይኑ ዝተፈጥረ የለን። ንጉድለት ናይ ሓደ ዝቐረበኪ ጎዲልኒ ኢልኪ ናብ ካልእ ሰብ ክትመጣጠሪ ክትብሊ ግን ኣብ መንጎ ዝዓበየ ሃጓፍ ኣብ ነብስኺ ከይትፈጥሪ። ኣብ ዝሓለፈ ቅንያት ሓቀኛ መንነትኪ ንኸርእየኪ ኢለ ሓንቲ ንዓኺ ከባድ ዘይኮነት ሕቶ ሓቲተኪ ነይረ። ንስኺ ግን ካልእ ክትመስሊ ፈቲንኪ። ትማሊ ከመይ ዓይነት ሰብ ምንባርኪ ኣጸቢቐ'የ ዝፈልጥ። ነቲ ናይ ዝሓለፈ ተግባርኪ ምኽሓድኪ ድማ ብጣዕሚ ኣገሪሙኒ። ኣብዛ ዓለም እቲ ዕዉት ሰብ ዝበሃል እቲ ንነብሱ ዝመስል እዩ። ንምንታይ ንነብስኺ ዘይትመስሊ? ዘየለኽዎ ኣለኽዎ ክትብሊ ከለኺ ሕጂ እውን ንነብስኺ ከሽኪዕኽያ። ኣብ መወዳእታ ዝብለኪ እዚ ኩሉ ኣብ ላዕሊ ዝበልኩኺ ንዓኺ ንኸኽፍእ ኢለ ዘይኮንኩ፣ ዝነበርክዮ ሂወት ኮንቲ እዩ እሞ ደጊመ ሓድሽ ሂወት ጀምሪ ንምባል እየ። ጽብቕቲ ኢኺ። ኣምላኽ ንዓኺ ዝዓደሎ ኣካላዊ ተፈጥሮኣዊ ጽባቐ ንኻልእ ጓል ሄዋን ኣይዓደላን። ነቲ ደጋዊ ጽባቕኺ ግን ብውሽጥኺ ሓግዝዮ። እንተ ኣነ መንገደይ ቀይረ ኣለኹ። እቲ ሓቀኛ መንገዲ ብዓቕመይ ዝረኣኹኩ ይመስለኒ። ኣብ ዝሃለኹ ሃልየ ደሃይኪ ክገብርየ። ኣብ መወዳእታ ናትኪ ጥዑም ደሃይ ክሰምዕ ጥራየ ዝምነ። ሕጂ ግን በበይንና ጥራይ።